ብስም ኣብን ወልድን መንፈስ ቅዱስን ሓደ ኣምላኽ ኣሜን። ኦግዚኣብሄር ኣምላኽና ስለ ዝፈጠርካና ናብ ክርስትና ስለ ዝጸዋዕካና በብዓይነቱ ግሁድን ስዉርን ረድኤት ስለ ዝሃብካና በዛ ለይቲ እዚኣ ሓሊኻ ክሳብ እዋን እዚኣ ስለ ዘብጻሕካና ነመስግነካ ኣሎና። ኦ ጎይታ በዛ መዓልቲ እዚኣ ከሕዝነካ ካብ ዝኽእል ኩሉ ሓሊኻ በቲ ዓቢ ሕያውነትካን ምሕረትካን ንዓኻ ኣብ ዘሕጉስ ጽቡቕ ግብሪ ጥራይ ከም እንርከብ ትገብረና ምእንቲ ናይ ፍቕሪ ወድኻ መድሓኒና የሱስ ክርስቶስ ትሩፋት ናይታ ኣደ ወድኻ ድንግል ማርያም ጸሎትን ናይ ሓለውትና ኩሎም መላእኽቲ ኣማልድነትን ስጋ ዝለበሰ ዘለዓለማዊ ቃልካ ዝመሃረና ጸሎት እናደገምና ናባኻ ንቐርብ ኣሎና። ኣቦና ኣብ ሰማይ ትነብር ስምካ ይመስገን መንግስትኻ ትምጻእ ፍቓድካ ኣብ ሰማይ ከም ዝኾነ ከምኡ ውን ኣብ ምድሪ ይኹን ምግቢ ዕለትና ሎሚ ሃበና ዝበደልናካ ቅረ በለልና ንሕና እውን ንዝበደሉና ይቕረ ከም እንብል፣ ኣብ ፈተና ኣይተእትወና ካብ ክፉእ ኣድሕነና። ከመይ መንግስትን ሓይልን ክብርን ንዘልኣለም ናትካ እዪ ኣሜን። ሰላም ንዓኺ ኦማርያም ጸጋ ዝመልኣኪ እግዚኣብሄር ምሳኺ እዩ እንካብ ኣንስቲ ዝተባረኪ እኺ ናይ ከርስኺ ፍረ የሱስ ከኣ ዝተባረኸ እዩ። ወቅድስቲ ማርያም ኣደ ኣምላክ ለምንልና ንዓናን ንሃጣን ንሕጂን ብጊዜ ሞትናን ኣሜን ስብሃት ንኣብን ንወልድን ንመንፈስ ቅዱስን ይኩን ጥንቲ ከምዝነበረ ሕጂ ከኣ ንወትሩ ንዘልዓለም ዓለም ኣሜን። ካብ መልእኽቲ ጳውሎስ ናብ ሰብ ቆረንቶስ ካልኣይ ቆረንቶስ ሓሙሽተ ዓሰርተ ሸውዓተ ስለዚ ሓደ እኳ ብክርስቶስ እንተ ኣልዩ ንሱ ሓድሽ ፍጥረት እዩ እቲ ብሉይ ሓሊፉ እንሆ ኩሉ ሓድሽ ኮይኑ እዩ። ዝኸበርኩም ኣሕዋትን ኣሓትን ናይ ሎሚ ኣስተንትኖና እምበኣር ብክርስቶስ ዝርከብ ሓድሽ ህይወት ዝኽእል ክነስተንትን ኢና። ክርስቶስ ገና ኣብ መስቀል ተሰቒሉ ብሞቱ ንዕድላትና ከይለወጦ እንከሎ፣ ሓደ መዓልቲ ነቲ ብለይቲ ዝመጾ ኒቀዲሞስ ምስጢር ሓድሽ ህይወት ብኸመይ ከም ዝርከብ ከምዚ እናበለ ክገልጸሉ ይርከብ። ብሓቂ ብሓቂ እብለካ ኣለኹ፣ ሓደ ሰብ ካብ ማይን ካብ መንፈስ ቅዱስን እንተ ዘይተወልደ፣ ናብ መንግስቲ እግዚኣብሄር ኪኣቱ ኣይክእልን እዩ እናበለ መንገዲ ሓድሽ ህይወት ይሕብሮም። እምበኣር ናብ መንግስቲ ኣምላኽ ክንኣቱ፣ ኣባላት ወይ ስድራ ቤት እግዚኣብሄር ኣምላኽ ክንከውን፣ ዝተጸዋሕና ኢና። ትማሊ ዘይነበረ ሓደ ሓዲሽ ማይ ዘይጠዓመ ህይወት ምጅማር ከኣ የድልየና። እዚ ሓዲሽ ህይወት እዚ ኸኣ ኢየሱስ ዋጋ ድሕነትና ማለት ዋጋ ህይወትና ብሞቱ ኣብ መስቀሉ ኸፊሉ ንሓጥያትን ንሞትን ስዒሩ ኻብ ሞት ብዓወት ብምትንሳእ ዝተዋህበና እዩ። ስለዚ እቲ እንነብሮ ሓድሽ ህይወት ብክርስቶስ ጥራይ እዩ ዝወሃበና። ክርስቶስ ከኣ ናብዚ ዓለም እዚ ዘምጽኦ ንዓና ሓድሽ ህይወት ንምልባስ እዩ። ኣብ ዮሃንስ ዓሰርተ ዓሰርተ ኣነ ናብ ዓለም ዝመጻኹ ህይወት ክረኽባን እዚ ኸኣ ኣብዚሐን ክረኽባን እየ እናበለ ይጽሕፍ። እምበኣር ክርስቶስ እቲ ኣብዚ ምድሪ እዚ ስጋና ለቢሱ ብትሕትና ብድኽነት ብጽሞና ዘሕለፎ ህይወት ክርስቶስ ኣብቲ መለኮታዊ ህይወቱ ከጥሕለናን ተሳተፍቲ ህይወት ክንከውን ስለ ዝደለየ እዩ። እንታይ ኢና ንብል ዘሎና? ንሕና ሓድሽ ህይወት ክንነብር ክርስቶስ ህይወቱ ሂቡና ኢና እንብል። እዚ ብክርስቶስ ዝወሃበና ዘሎ ሓድሽ ህይወት ወይ ዝተዋህበና እምበኣር ናይ ብሓቂ እቲ ዝዓበየ ህያብ እግዚኣብሔር ኣምላኽ እዩ። ቅዱስ ኣጎስጢኖስ ብምግራም ከምዚ ይብል ዋግኡስ ክንድ እግዚኣብሔር እዩ ይብል ምኽንያቱ እዚ ጸጋ እዚ ብደም እቲ ገንሸል ዝተረኽበ እዩ። ነዚ ግና ምእማኑ የድልየና። እዚ ማለት ሓድሽ ህይወት ብክርስቶስ ኣሚንካ ኣብ ክርስቶስ ከም ዝርከብ ፈሊጥካ ኣብኡ ምምልላስ እዩ። ኢየሱስ ባዕሉ ከምዚ ይብለና ትንሣኤን ህይወትን ኣነ እየ እቲ ብኣይ ዝኣምንስ እንተሞተ እኳ ብህይወት ክነብር እዩ እቲ ብኣይ ዝኣምን ዘበለ ኩሉ ንዘለዓለም ኣይክመውትን እዩ። ስለዚ መን ደኣ'ዩ ዝመውት እንተበልና እምበኣር፣ እቲ መልእልተ-ባህርያዊ ህይወት ዘይብሉ እዩ ዘለኣለም ዝመውት። ነቲ ብክርስቶስ ዝርከብ ሓድሽ ህይወት ዘይተቐበለ እዩ ዝመውት። እቲ ብክርስቶስ ዝተረኽበ ሓድሽ ህይወት ከኣ፣ ኩሉና ውሉድ ኣዳም ምእንቲ ክንሳተፎ ናብ መላእ ዓለም ዝተሰብከን ዝተበሰረን እዩ። እዚ ጸጋ'ዚ ከኣ ብኸምኡ ንኹሉ ፍጥረት ዓለም ብዘይ ኣፈላላይ ዝተዋህበ ህያብ እዩ። እዚ ከኣ ኩሉ ወዲ ሰብ ብክርስቶስ ዳግም ክውለድ ዝዕድም እዩ። እዚ ሃዋርያ ከምዚ ይብል፣ ካብ ዝጠፍእ ዘይኮነስ ካብ ዘይጠፍእ ዘርእኹም ከም ብሓድሽ ዝተወለድኩም ይብለና ኣብ ቀዳማይ ጴጥሮስ ሓደ ዕስራን ሰለስተን። ብርግጽ ብሓድሽ ሕይወት ክንነብር ከም ብሓድሽ ብክርስቶስ ምውላድ የድልየና። እዚ ሓድሽ ሕይወት ከኣ ምስ ክርስቶስ ሞይትካን፣ ምስ ክርስቶስ ተንሲእካ ዝርከብ ዘለኣለማዊ ህይወት እዩ። ንሕና ካብ ሞት ናብ ህይወት ከም ዝተሳገርና ንፈልጥ ኢና ይብል ኣብ ቀዳማይ ዮሃንስ ሰለስተ ዓሰርተ ኣርባዕተ። ቅዱስ ጳውሎስ እዚ ብክርስቶስ ዝተረኽበ ሓድሽ ህይወት ኣብ መልእኽትታቱ ብዙሕ ክጥቀመሉ ይርከብ። ንቅዱስ ጳውሎስ እምበኣር ሓድሽ ህይወት ከም ሓድሽ ፍጥረት እዩ። ኣብ ካልኣይ ቆረንጦስ ሓሙሽተ ከምኡውን ገላትያ ሽዱሽተ ዓሰርተ ሓሙሽተ ሓደ ሰብ ኣብ ክርስቶስ እንተ ኾይኑ ሓድሽ ፍጥረት እዩ። እቲ ዝኣረገ ነገራት ሓሊፉ እዩ፣ እንሆ ሓድሽ ፍጥረት መጺኡ እዩ እናበለ ይጽሕፍ። እዚ ሓድሽ ፍጥረት እዚ ኸኣ ቅዱስ ጳውሎስ ንቲቶ ጽቡቕ ገይሩ ገሊጽዎ ይርከብ። ኣብ ቲቶ ሰለስተ ሓሙሽተ ኸምዚ ዝብል ንረክብ፣ ብመንፈስ ቅዱስ ዝግበር ናይ ሓድሽ ልደትን ምሕዳስን ሕጽበትን፣ እቲ ብክርስቶስ ዝርከብ ሓድሽ ህይወት ምስቲ ናይ መበቆል ፍጥረትና ኽነነጻጽሮ ንኽእል ኢና። ኣምላኽ ንዅሉ ፍጥረት ዓለም ፈጢሩ ኣብ መወዳእታ፣ ንወድሰብ ክፈጥሮ እንከሎ ዘልበሶ ክብርን ግርማን ጽባቐን ተመሳስልነቱ መን ክርድኦ ይኽእል? ብኣምሳልናን ብመልክዕናን ሰብ ንፍጠር፣ ኣምላክ ከኣ ብኣምሳሉን ብመልክዑን ሰብ ፈጠረ ይብለና። እዚ ጥንታዊ ፍጥረት ንኣምላኽ የምስለና ካብ ነበረ ክርስቶስ ከኣ ናባና መጺኡ ስጋና ለቢሱ ክቡር ሂወቱ ዋጋ ከፊሉ ናብቲ ትማሊ ዘጥፋእናዮ ምስልና ይመልሰና ሓዲሽ ሂወት ክንነብር ሓዲሽ ሂወት እዩ ዘልብሰና እዚ ከኣ እቲ ብእምነት ዝፍጸም ምስጢረ ጥምቀት እዩ እዚ ሓዲሽ ሂወት እቲ ኣብ ጥምቀትና ብኢድ ካህን ብቤተክርስትያን ዝተዋህበና ጻዕዳ ልብሲ እያ እትመሳሰል ሓድሽ ህይወት ምልባስ መለኮታዊ ህይወት ምንባር ማለት እዩ። ኢየሱስ መለኮታዊ ስለ ዝኾነ ንሕና እውን ብክርስቶስ ናብ ክርስቶስ ተለዊጥና ሓደሽቲ ፍጥረት ኮይንና ኢና ካብ በልና መለኮታዊ ህይወት ምልባስና ኢና እንገልጽ። እዚ ኸኣ ከም ብሓድሽ ብክርስቶስ ውሉድ እግዚኣብሔር ምዃን ማለት እዩ። ቅዱስ ጴጥሮስ ኣብ መልእኽቱ ነቲ ናብ ክብሩን ሕያውነቱን ዝጸውዓና ብምፍላጥና፣ መለኮታዊ ሓይሉ ኹሉ'ቲ ንህይወትናን ንመንፈሳውነትናን ዘድልየና ሂቡና ኣሎ። በዚ እታ ኽብርትን ዓባይን ተስፋ ረኺብና፣ ንስኻትኩም ድማ ካብቲ ንዓለም ኣበላሽይዋ ዘሎ ትምኒት ስጋ ወጺእኹም ተኻፈልቲ መለኮታዊ ባህሪ ኮይንኩም ኢኹም እናበለ ኣብ ካልኣይ ጴጥሮስ ሓደ ሰለስተ ኣርባዕተ ይጽሕፍ። ነዚ መለኮታዊ ህይወት ለቢስና ኣብዚ ምድሪ እዚ ክንመላለስ እንከሎና ሰብኣዊ ባህርና ይልወጠና። ከይለወጥና እቱ መለኮታዊ ሓይሊ ኣባና ይነብርን ይሰርሕን። እዚ ኸኣ ብሓቂ ሎሚ ነዚ ሓድሽ ህይወት ኣብ ክርስቶስ ክንነብር ንዕደም ኣለና። እምበኣር እቲ ኹሉ እንገብሮ መንፈሳዊ ተጋድሎ ናይ እምነት ምንባር ነቲ ኣብ ውሽጥና ዘሎ መለኮታዊ ህይወት ማለት መንግስቲ ኣምላኽ ብእምነትን ተኣማንነትን ብርድኢትን ብቕንዓትን ምንባር እዩ እሞ፣ እግዚኣብሄር ኣምላኽና ሕጂ እውን ብክርስቶስ ሓድሽ ህይወት ብጥምቀት ዝተቐበልናዮ ሓድሽ ህይወት መዓልታዊ ብምስጢራት እናሓደስና እንነብረሉ እግዚኣብሄር ጸግኡን ሓይሉን ይሃበና። ኸነምልኾ ዝፈጠረና እግዚኣብሔር ምስጋና ይኹን። ኣዴናን መድሓኒትናን ንዝኾነት ድንግል ማርያም ወላዲት ኣምላኽ ምስጋና ይኹን። ዕፀ ድሕነትናን ሓይልናን ፀግዕናን ንዝኾነ መስቀል ክርስቶስ ምስጋና ይኹን። እግዚኣብሔር ኣምላኽና ናይ ንግሆ ፀሎትና ከም ሕያው መስዋእቲ ተቐበለልና። ኣብ ኩሉ ጉዕዘናን ስራሕናን ኣሰንየና ሰናይ ዝኾነ ተግባራት ጥራይ እናፈጸምና ከም እንውዕል ግበረና ዝተባረኸን ዝተቐደሰን መዓልቲ ግበረልና ኣማልድነት ኩሎም ቅዱሳን እኖና ቅድስት ድንግል ማርያም ኣይፈለየና ሰላም ንዓኺ ኦማርያም ጸጋ ዝመልኣኪ እግዚኣብሔር ምሳኺ እዩ ካብ ኣንስቲ ዝተባረኪ እኺ ናይ ከርስኺ ፍረ የሱስ ከኣ ዝተባረኸ እዩ ኦ ቅድስቲ ማርያም ኣደ ኣምላኽ ለምንልና ንዓናን ንሃጣን ንሕጂን ብጊዜ ሞትናን ኣሜን ስብሃት ንኣብን ንወልድን ንመንፈስ ቅዱስን ይኹን ጥንቲ ከም ዝነበረ ሕጂ ከኣ ንወትሩ ንዘልኣለም ኣለም ኣሜን እግዚኣብሔር ስለ ኩሉ ነገር ዝተመስገነ ይኩን።